ሻሎም ሻሎም ሻሎም ቤተሰብ እግዚኣብሔር ኣምላክ ሰላምን ጸጋን ናይ ክርስቶስ ምስ ኩልኹም እዩ ከመይ ሓዲርኩም ኣነ ሓውኩም ሰላሓዲን ካብ ንክርስቶስ ዝገልጽ ትውልዲ ዓለም ለኻዊ ቤተ ክርስቲያን ዝፍኖ ናይ መዓልቲ መደብና ናይ መዓልቲ ቃል ልቢ ፕሮግራምና እዩ ሎም ድማ ነዚ መዓልቲ ዝኸውን ናይ በረኸት ናይ ሓይሊ ናይ ህይወት ቃል ሓቢርና ክንካፈል ኢና ከምቲ ኩሉ ግዜ ዝነግረኩም ጽባቐ ህይወት ኣብ ጽባቐ ሓሳብ እዩ ዘሎ ኣብ ምንታይ ኩነታት ኣለኹም ብዘየገድስ ኣብቲ ዘለኹሞ ኩነታት ግን ሓሳብኩም ተደኣ ኣጸቢቅኩሞ ክትትስኡ ምንም ሽግር የለን ኣብ ዝሃለኹም ሃልዉ ማለት እዩ መኽንያቱ ነቲ ብደገ ዝተባላሸወ እቲ ብውሽጢ ዝተዓረየ ክዕረ ቀሊል ስለ ዝኾነ ማለት እዩ ክብሪ ንኣምላኽ ይኹን ሎማዓንቲ ድማ ከምቲ ኩሉ ግዜ እንካፈሎ ሓቢርና እንካፈሎ ቃል ትኽክለኛ ለውጢ ኣብ ውሽጢ እዩ ድጅምር ዝብል እዩ ትክክለኛ ለውጢ ኣብ ቤት እዩ ዝጅምር ኢየሱስ ንዘለኣለም ጎይታ እዩ ክብር ንእግዚኣብሔር ኣምላኽ ይኹን ስለዚ ኣብ ቤት ዝጅምር ለውጢ ሓቀኛ ለውጢ እዩ ኣብ ቤት ዝጅምር ዕዮ ትክክለኛ ዕዮ እዩ መጽሓፍ ቅዱስ ከምዚ ይብል ቀዳማይ ጢሞቴዎስ ምዕራፍ ሰለስተ እዚ ቃል እዚ እሙን እዩ፣ ሓደ እኳ መዓርግ ኤጲስቆጶስ እንተ ደለየ ሰናይ ግብሪ ይምነ ኣሎ፣ እምበኣርሲ እቲ ኤጲስቆጶስ መንቅብ ዘይብሉ ሰብኣይ ሓንቲ ሰበይቲ፣ ጥንቁቕ፣ ቀጻዒ ነፍሱ፣ ኣገባብ ዝፈልጥ፣ ተቐባሊ ጋሻ፣ ንምስትምሃር ብቑዕ ክኸውን ይግብኦ። ዘይሰክር፣ ዘይዋቓዕ፣ ግናኸ ልኡም፣ ዘይበኣስ፣ ፈታዊ ገንዘብ እውን ዘይኮነ። ቀጺሉ ሽዑ እንታይ ኢሉ? ነታ ቤቱ ከስተናብራ ካብ ዘይክእል ግና ነታ ማሕበር ኣምላኽ ደኣ ከመይ ገይሩ ክኣልያ ይኾነሉ? ስለዚ ቤቱ ጽቡቕ ገይሩ ዘስተናብርን ብኹሉ ምርዛን እዙዛት ውሉድ ዘለዎን ክኸውን ይግባእ። ርኢኹም ኣሕዋት ነታ ቤቱ ብግቡእ ከስተናብራ ዘይክእል እንተ ደኣ ዀይኑ፣ ነታ ብደገ ዘላ ማሕበር ኣምላኽ ከስተናብራ ኣይክእልን እዩ። ስለዚ፣ እዛ ነገር እዚኣ ኣብ ናይ ኣገልግሎት ናይ ማሕበር ኣምላኽ ጥራሕ ኣይኰነትን ትሰርሕ፣ ኣብ ኵሉ ዓይነት ናይ ላይፍና ጕዕዞ እያ ትሰርሕ። ኣብ ቤትካ ዘይኰንካዮ ነገር፣ ኣብ ደገ ክትኮኖ ኣይትኽእልን ኢኻ። ኣብ ቤትካ ዘይተለወጥካዮ ነገር ኣብ ደገ ከም ዝተለወጥካ ኮንካ ክትግለጽ ኣይትኽእልን ኢኻ። ኣብ ደገ እተርእዮ ለውጢ ከምኡ ኣብ ቤትካ እንድሕር ዘይኮንካ ኣብ ሓደ ወቕቲ ምስ በጻሕካ ከምኡ ከም ዘይኮንካ ንፋሳት ክገልጹኻ ክእሉ እዮም። ነገር ግን ኣብ ቤትካ ዝተለወጥካዮ ለውጢ ግን ዝመጸ ይምጻእ ከምታ ሓዊ ንወርቂ ክረኽቦ ከሎ መሊሱ ደኣ ይኹልዖ እምበር ዘየጥፍኦ ዝመጸ ነገር መጽዩ ከምኡ ምዃንካ ክቐልዐካ ክኽእል እዩ። ክብሪ ንእግዚኣብሔር ኣምላኽ ይኹን። እንታይ ክብል ስለ ዝደልኹ እየ ናይ ብሓቂ ናይ ህይወት ለውጢ ወይ ድማ ዘላቒ ለውጢ ጅማሪኡ ኣብ ደገ ኣይኮነን። ዘላቒ ለውጢ ጅማሪኡ ኣብ ቤት ሃሌሉያ ትኽክለኛ ባህሪ ጅማሪኡ ኣብ ቤት እዩ እንታይ ዓይነት ባህሪ ኣለና ባህሪና ኣብ ከመይ ደረጃ ኣሎ፣ እንታይ ዓይነት ካራክተር ኣለና፣ ክሳዕ ክንደይ ተለዊጥና ኣለና ብቐሊሉ ንርእስና ክንረኽባ ንኽእል ኢና። ኣበይ ኢና ንረኽባ ተኢልኩሙኒ፣ ኣብ ቤት። ምስቶም ኣዝዮም ቀረብትና፣ ኣሕዋትና ድዮም፣ ወለድና ድዮም፣ ኣብ ሓዳርና ድዩ፣ ምስ ደቅና ድዩ፣ ሲምፕል ኣበየናይ ደረጃ ከም ዘለና ንርእስና ምስኦም ክንረኽባ ንኽእል ኢና። ምኽንያቱ ኣብኦም እንግለጾ ምግላጽ እሱ'ዩ ትኽክለኛ ደረጃ ናይ ህይወትና። ኣብ ደገ ንግለጾ ምግላጽ ኣይኮነን ትኽክለኛ ደረጃ ናይ ህይወትና። ክንደይ ኣብ ደገ ርእሶም ኣድኒኖም፣ ሕቖኦም ኣድኒኖም፣ ሰላም ንዓኻ እንዳበሉ ኣብ ቤት ግን ንሰብ ዝርብሹ ብዙሓት እዮም። ክንደይ ኣብ ደገ ንሰብ እንዳኽበሩ ኣብ ቤት ግን ንሰብ ዘየኽብሩ ብዙሓት እዮም። ክንደይ ኣብ ደገ ንሰብ እንዳሐጎሱ ኣብ ቤቶም ግን ከምኡ ንቤቶም ዘየሕጉሱ ብዙሓት እዮም። ክብሪ ንእግዚኣብሔር ኣምላኽ ይኹን። ስለዚ ኣሕዋት! ሎማዓንቲ ሓቢሮም ዝኽን ክብሉ ዝደሊ የሱስ ክርስቶስ እንድሕር ርኢኩሞ ነቲ ኣብ መቓብር ድውዕል ዝነበረ ናይ ጽላለ መንፈስ ዝነበሮ ሰብኣይ ብመቑሑ ዝእሰር ዝነበረ መቑሑ እንዳበተኸ ድኸይድ ድነበረ የሱስ ክርስቶስ መጺኡ ነቲ ጋኔን ምስ ኣናገፎ ምሳኻ ክኸይድ ጎይታ ፈቐደለይ ኢልዎ ኖ ናብ ሰብካ ኺድ ኢልዎ ርኢኹም ናብ ሰብካ ኺድ ናብ ቤተሰብካ ኺድ። እንታይ ማለቱ እዩ ጎይታ? እዚ ተገይሩልካ ዘሎ ሓቂ፣ እዚ ብህይወትካ ትርእዮ ዘለኻ ናተይ ኢድ፣ ቅድሚ ንኻልኦት ምብጻሕካ፣ ነቶም ቀረባ ምሳኻ ዘለዉ ቤተሰብካ ብኣኦም ጀምሮ ትዕዮ ማለቱ እዩ። እቲ ሰብኣይቲ ድማ ብቤተሰቡ ጀሚሩ ኣብ ሓሙሽተ ዓድታት እንዳኸደ ኸኣ ወንጌል ክሰብኽ ጀሚሩ ማለት እዩ። ክብሪ ንእግዚኣብሔር ኣምላኽ ይኹን። ስለዚ ሎሚ ኣገልገልቲ ዲኹም? ዝተፈላለየ ደረጃታት ናይ ህይወት ሒዝኩም ዘለኹም ሰባት ህይወትኩም ብትኽክለኛ ክሳዕ ክንደይ ትልወጡ ኣለኹም መለክዒኹም ቤትኩም እዩ እሞ ካብ ንደገ ንላዕሊ ንውሽጢ ኢንቨስት ግበሩ። ካብ ኣብ ደገ ንላዕሊ ኣብ ቤትኩም ፀዓቱ። ካብ ንደገ ከተፀብቑ ምድላይ ንላዕሊ ንውሽጢ ቤትና ከነፀብቕ ንፅዓት። እንተድኣ ብሓቂ ንቤትና ኣፀቢቕና፣ እንተድኣ ብሓቂ ንቤትና ከነናብር ክኢልና፣ እንተድኣ ብሓቂ ንቤትና ከምቲ ክንኮነሎም ዝግበእና ኮይንናሎም፣ ኣብ ደገ ንኻልእ ክንኮነሎም ኣየሸግረናን እዩ። እንተዘይኮይኑ ግን ኣብ ቤትካ ዘይኮንካዮ ኣብ ደገ ትኸውን እንተድኣ ኣለኻ ወይ ኣብ ደገ ንኸውን እንተድኣ ኣለና ከምኡ ስለዝኾንና ዘይኮነስ ነምስል ኢና ዘለና። ሓቀኛ ኣምሶልነት ዘይብሉ ለውጢ ግን ኣብ ቤትን ኣብ ደገን ሓደ ክኸውን ከሎ እዩ። ስለዚ መጽሓፍ ቅዱስ እንተ ደኣ ኣብ ቤቶም ብግቡእ ዜስተሓድሩ እንድሕር ኰይኖም፣ ነታ ማሕበር ኣምላኽ ብግቡእ ኬመሓድርዋ ስለ ዘይክእሉ፣ መጀመርታ ኣብ ቤቶም ምምሕዳር ኪመሃሩ ኣለዎም፣ ምስትሕዳር ኪመሃሩ ኣለዎም፣ ቤት ምእላይ ኪመሃሩ ኣለዎም። ኣብ ቤቶም ብጽቡቕ ነቲ እግዚኣብሄር ዝሃቦም ሓላፍነት ኪወጽኡ ኣለዎም። ንዕኡ ብግቡእ ኪወጽኦ እንተ ዘይክኢሎም፣ እዞም ሰባት እዚኦም ብቕዓት የብሎምን። ንቤት ኣምላኽ ክመርሑ። ስለዚ ኣሕዋት፣ ኣብ ደገ ኽሳዕ ክንደይ ብቕዓት ክህልወና ዝልካዕ፣ ኣብ ቤትና ኽሳዕ ክንደይ ከምቲ ክንኰኖ ዝግብኣና ኰይንና ነመሓድር ኣለና እዩ። ስለዚ ንውሽጢ ንመለስ፣ ናብ ቤትና ንእቶ፣ ኣብኡ ንተዓወት፣ ሽዕኡ ለውጥና ትኽክል ክኸውን እዩ። ሻሎም!